እምነትና ጥራይ ንውስኖ ደኣ እምበር እንተ ኢቫሉዌት ጌርናዮ እምነትና ዳግመ ግምት ክንገብረሉ ውሽጥና ብዝግባእ ብቕዓትና እንታይ ምዃኑ ክንክልሶ እንተ ክኢልና ክንገብሮን ክንበጽሖን ንኽእል ካብ ፈጣሪ ወፃእ ከዓ ማንም ክግምቶ ዝኽእል የለን ማለት ኣቐሚጥና ዘለና ሕልምታት ክበፅሐ ንብሎ ዘለና ነገራት እንተዘይውሒድና ንዓና ብምንም ተኣምር ኣይበዝሐናን እዩ ሕልመ እዩ በቃ ኣነ ንዑ ይምጥኖ ዘይኮነስ ይምጥነኒ ድዩ ንዓይ እዩ ምስዚ ብቕዓተይ እዚ ክረኣ ኣይኮነን ካብዚ ዓይነት እምነት ተሲእና እንተ እምነት እንታይ ምዃኑ ክንርዳእ ክኢልና ኣብ ናይ ሕልሚ ካርድና ነቐምጦ ሕልሚ ከምዚ ብለኩም ደለኹ እዩ ጽባሕ ንጎ ዋይ ከምዚ ባብኻ ቀሚጠ ከምዚ ዓይነት ባት ብኻ ተመኔ ምምናይካ ዘይተረፈ ዓብ ነገራት ትምና ክትክል ኣለካ ክሌር ጋይስ ካብዚ ዓይነት ብቕዓት እንተ ተሲእና እምነትና ጥራይ ዝውስኖ ደኣ እምበር እንተ ኢቫሉዌት ጌርናያ እምነትና ዳግመ ግምት ክንገብረሉ ውሽጥና ብዝግባእ ብቕዓትና እንታይ ምዃኑ ክንክልሶ እንተ ክኢልና ክንገብሮን ክንበፅሖን ንኽእል ካብ ፈጣሪ ወፃእ ከዓ ማንም ክግምቶ ዝኽእል የለን ንሕና እውን ከምዚ ክኸውን ኢልና ንምነ ደኣ እምበር ግምት ኣብ ክንግምቶ ንኽእል ደኣ እምበር ማንም ድግምቶ ነገር ኣይኮነን ብቕዓትና ማዕረ ክንደይ ምዃኑ ፅቡቕ ጌርና ንረዳእ ሓሳብና ክንቆፃእ ማለት ሓሳብና ክንቆፃፀሮ ደየድልየና ነገራት እንዳነፀግና ዘድልየና ነገራት ጥራይ ኣብ ልብና እንዳእተና ንሕና በረኸትና ጥራይ ንቕበል እንተ ኮይና ሕማምና ናብ ጥዕና ንቕይር ድኽነትና ናብ ሃብቲ ንቕይር ጭንቀትና ናብ ሰላም ንቕይር ፅልሚት ዘሎ ሂወትና ናብ ብርሃን ንቕይር ፍጡራት ኢና ኣዌ ክሊር ጋይስ ብሓንሳብ ኣልና ሶ ንኣብነት ኣብ ሕልሚ ካርድኹም ዝፀሓፍኩማ ሕልሚ ኣላ ኣይኮነን ተወሰነ መልክዑ ላ ቁሩብ ግልፂ ተዘይኮነላ ግን ከምዚ ክኾነ ኢልና ዝፀሓፍና ንምንዮ ላይፍ ኣሎ ሶ ናይ ኩላትና ሕቶ እንታይ እዩ ንኾን ማለት እዛ ንኣብነት ድሪም ካርድ መጀመርያ እዚኣ እዚኣ ናይ መጀመርያ ድሪም ካርድ ነይራ ኣይ ቲንክ ትረኣየኩም ተዳሃለ መጀመርያ ነዚኣ ክፅሕፍ ከለኹ ድከኣል ኮይኑ ይስምዐኒ ነይሩ ካበይ መሲልኩም ዳሓስቦ ካብቲ ሽዑ ዝነበረኒ እምነት ካብቲ ሽዑ ዝነበረኒ ሪሶርስ ካብቲ ሽዑ ዘለኒ ተሸፊኑ ዘሎ ዓይኒ እዩ ካብኡ ስለ ዝሓስብ ብኸመይ ንብል ኢና ኩላትና ብኸመይ እዩ ማለት ሕራይ ከምዚስ ክገብር ይኽእል እየ እዚ ኩሉ ክብለኩም ፀናሕኩ ነገራት ወይ ሕልመይስ ከስምሮ ይኽእል እዩ ግን ብኸመይ እየ ደስምሮ ኣይኮነ ናይ ኩላትና ሕቶ ይመስለና ኣይኮነ እንዴ የስናዙ ናይ ኩላትና ሕቶ እዩ ኣይኮነ ንኣብነት ብኸመይ ጥዕናይ ክመልስ ይኽእል ብኸመይ ሰላመይ ክመልስ ይኽእል ብኸመይ ሃብተይ ክረክብ ይኽእል ብኸመይ ሕልመይ ኤኒቲንግ ፅሒት ንያደልና ፓራዳይም ብኸመይ ድብል ነገር እዩ ንኩላትና ድሕዘና ስለዚ ብኸመይ ድብል ከዓኒ ፅቡቅ ጌርና ሕጂ ክንምልሶ ኢና ክሊር ይሲ መጀመርያ ክንርደኦ ዘለና ሓደ ነገር ተዳህል እዩ ምሕታት ናትና ምሃብ ከዓ ናይ ፈጣሪ ምዃኑ ክንርዳእ ክንክል ኣለና ምእማን ናትና ዕዮ ምሃብ ከዓ ናይ ፈጣሪ ዕዮ እዩ ናትና ኣይኮነን ብኸመይ ፈጣሪ ድምልሶ ሕቶ እዩ መጀመርያ ክርደእና ዘለዎ ክም ማቲ ሕተቱ ክወሃበኩም ክም ከሎ ፈጣሪ ታናዕና ዝሃበና ይሽ እንታይ መሲልኩም ምሕታት እዩ ርጉፅ ዶ ይኮነ እምበር ምሃብ እኮ ርጉፅ እኮ እዩ ምሕታት እዩ ርጉፅ ዶ ይኮነ ማለት ሰብ ኣይ ወሪድኒ ኣነ እሱ እዩ ደኣ እምበር ሙሉ ርጉፅ ዶ ይኮነ ከም ድወሃበና ርጉፅ እዩ ሚእቲ ፐርሰንት እዩ ክሊር ትሕዝኑ ኣለኹም ሓቀይ ሕተቱ ክወሃበኩም ክበሃል ከሎ ምሕታት ኢኻ በቃ ርግፀኛ ክትኮነሉ ዘለካ እምበር ከም ድወሃበካ በቃ ርጉፅ እዩ ምክንያቱ ስ ናይ ፈጣሪ ስራሕ እዩ ናትና ስራሕ ምሕታት እዩ ምሃብካ ናይ ፈጣሪ እዩ ሰው ሃው ድብል ወይ ከዓ እቲ መንገዲ እቲ መን እዩ ዘምፅኦ እንተልኩምኒ ፈጣሪ እዩ ናይ ፈጣሪ መጀመርያ ክርደና ደሎ ሃው ድብል እሱ ይኮነን ክጨንቀና ደሎ ሕልምና ንሕና ክንኣምኖን ክንኩስኩሶን ጥራይ ዘለና ዶ ኣምበር ኣብ መጨረሻ ፈጣሪ ፈጣሪ ይሒዝዎ ድመፅ ንኣብነት እንተ ዘርኢ ርኢኹም ክትዘርኣ ከለካ እስኻ ትዘርእ ትኩስኩስ ማይ ተስቲ ክትንከባኸብ ፀሓያ እንተደሃሊ ትፅህ እምበር ብኸመይ ከም ትበቁል ድፈልጡ ሓረስቲ ኣሎ ዲ ጋይስ ማለት ብኸመይ እያ እታ ቁፅሪ እቲኣ ካበይ ተምፅእ እንታይ ትገብር ድሕሪ ንሓንቲ ጣፍ ብኸመያ ናብ ሽሕ ጣፍ ከም ትቕየር ድፈልጥ ኣሎ ድዩ ድፈልጥ ሓረስቲ ኣሎ እንተ ንገረኒ ኢልኩሞ ጋይስ ፈጣሪ ሓቂ ብሎ ማለት ንሕና ድኹዕ ትገብር ገለ ካባኻ ዘድል ነገራት ጥራይካ ትገብር ፀሓያ ይትፅሂ ብድሕሪ ይደብቅሎ ግን ፈጣሪ እዩ ኣይኮነን ድዩ የስ ጋይስ ኣለና ዶ ድሕሪ ይደብቅሎ ናይ ፈጣሪ ስራሕ ሕጂ እውን ንሕና እንተ ልብና ሕልምና ንኹስኩሶ እንተ ኮይና ማይ ነስትዮ እንተ ኮይና እንታይ እዩ ካልእ ኣይኮነን ጸሎትን ምስጋና እንዳገበርካ እምነትካ ተሐይል እንተ ኮንካ ደቂ ሕማቕ ሓሳባት ክመጽእ ከሎ ትጽህን እንተ ኮንካ ናቲንግ ገርስ ካልእ እኮ ኣይኮነን ከምኡ ትገብር እንተ ኮንካ ዘርእኻ ብኸመይ ተባዚሑ ይወፅእ ብኸመይ ትስኻ ትደልዮ በረኸት ናባኻ መፅእ ናይ ፈጣሪ መልሲ እዩ ዝኾን ንሱ ህይወትና ንምቕያር ሓንቲ ተድልየና ነገር እንተደኣ ሃልያ ውሳኔኣ ገዛእ ርእስና ክንቅይር እንተደኣ ወሲንና ናይ ማንም ሓገዝ ኣየድልየናን እዩ። ክሳብ ሕጂ ግን ናይ ካልኦት ሰባት ሓገዝ እንተደኣ እንደሊ ኮይና ማንም መጺኡ ኣይሕግዘናን እዩ። ገዛእ ርእስና እንተደኣ ሓጊዝና ግን ጥበበኛታት እንተደኣ ኮይና ግን ገዛእ ርእስና ብምቕያር ኩሉ ነገራት ክንረኽቦ ኢና። ኣብዚ ስልጠና እዚ ድማ እዞም ምስጢራት ብምጥቃም ዝደለናዮ ነገራት ናብ ህይወትና ንኸነምፅእን በረኸት ንኽንቋደስን ዘኽእሉና ብሉፃት ምስጢራት ንዘመናት ዝተሰወሩ ናይ ህይወትን ዓወትን ምስጢራት ኣዳሊናልኩም ኣለና። ግን እዚ ንኽኸውን ዊ ኒድ ቱ ኣንደርስታንድ ዚስ እንታይ ይብል መሲልኩም ኣብ ቲንክ ኤንድ ግሮው ሪች ናፖሊዮን ሂል ኣብ ብዙሕ ካልእ መፅሓፍትን ክትረኽቦ ትኽእል ኢኹም እንታይ ይብል መሲልኩም the moment you believe matches with any state you feel with it እምነትካ ምስ ዝኾነ ስቴት ምስ ዝኾነ ኩነት እንተ ደኣ ፊዩዝ ገይሩ ፊዩዝ ማለት ንኣብነት ከመይ መሲልኩም ፊዩዝ ቡሎን ኣሎ ሓቀይ ቡሎን ተስጥሞ ብሎን እንተ ኣስጢምኪያ ብሎን ከምዚ ጌርካ ክትፈትሒ እንተበልካ ፍታሕ ድዩ ብሎ እንተ እስር እስር ኣቢልካ ይፍታሕን እዩ ሓቂ ወይ ከተዝሮ ኣለካ ኣይኮነን ልክዕ ፍዩዝ ማለት ከምኡ እዩ ምስ እምነትካ ማለት እዩ እምነትካ ዕሙት ዝኾነ እምነት ዘይኮነ በቃ ካብዚ ሕጂ ተሲእና ድወሰድናዮ ሓቂ ካብኡ ተሲእካ በቃ ከምዚ ክኾነለይ ኢልካ እንተ ኣሚንካ ሙሉእ ብሙሉእ ንሱ ጥራይ እንተ ኮይኑ ኔጌቲቭ ዝኾነ ነገር ኣብ ኣእምሮኻ ንድሕሪት ዘብለካ ነገር ዘይመጽእ እንተ ኮይኑ እሽ ትብሎ እንተ ኮንካ እምነትካ ከዓ ሙሉእ ብሙሉእ ምስ ዝኾነ ስቴት ዊዝ ኤን ስቴት ፊዝ እንተ ገይሩ ምስ ኣይከሓውን ኣነ በቃ ኣይኮነለይን እኮ ኣነ ምስ ክኾነለዩ ምስ ኣይኮነለይን ምስ ኩሉ የለኩም ኣለኹም እዚ ኤኒ ስቴት ምስ ዝኾነ ዓይነት ኩነት እንተ ደኣ ፊዩዝ ገይሩ ተራ ድንበበልኩም ሃልዩ the moment your belief match with any state ምስ ዝኾነ ኩነት ምስ ዝኾነ ኩነት የሎ ምስ ክኾነ ኣሎ ኣይኮን ኤኒቲንግ ኔጌቲቭ በሎ ፖዚቲቭ በሎ እንተ ደኣ ማች ገይሩ እንተ ደኣ ተዛሚዱ ዩፊዝ ዊዝት ልክዕ ከም ብሎም ኣይትላቐቕን ኢኻ ካብኡ ካብቲ እምነት እዚ ክሊር The moment your belief match with any state, you fuse with it. ምስ ዝኾነ ዓይነት እምነት በቃ ክኾነለ ኢልካ ምስ ሓደ እምነት ጥብቕ እንተ ደኣ ኢልካ you fuse with it. ልክዕ ከም ብሎን ኣይትፋታሕን ኢኻ ምስኡ ክሊር ደጋጊምካ እንተ ደኣ በቃ ሕልምኻ ከም ዝሰምር ሕልምኻ ከም ዝኾነልካ እንተ ደኣ ትጽሕፎ ተኣምኖ ተንብቦ ኩሉ ግዜ እሱ ጥራይ ትኸውን እንተ ደኣ ኮንካ ነዚ እምነት እዚ እንተ ደኣ ማች ጌርካ ምስ እንተ ደኣ ተዛሚድካ ሃሊኻ ምስቲ ናትካ ሓቂ በቃ ፍዩዝ ትገብር ኣይትላቐቕን ኢኻ ምስ ማንም መጺኡ ደላቐቕካ የለን ዩሲ እምነ በቃ ሰብ ክገብራ ዘይክእል ኣብ ልዕሌና መፂ ሓንቲ ነገር ማንም ሰብ እምነትካ ክወስደልካ ኣይክእልን እዩ ማንም ሰብ መፂ እምነትካ ከስተካክለልካ ኣይክእል እዩ ባዕልካ እንተ ዘይስተካከልካ ፊዝ እንተ ጌርካ ማንም ዝላቐቀካ የለን ምስ ብርሕኻ ፊዝ እንተ ጌርካ ማንም ዝበቃ ዝረደእካ የለን ክር እንተ ንገዛ ርስኻ ባዕልኻ ትረዳእ ኮንካ ግን ፊዝ እንተ ጌርካ ምስ ሓደ ነገር ግን በቃ ሓን ትወሃሃድ ኢኻ ምስ ምስ እምነትካ ሶ እንታይ ብሉ ድሕሪ እዩ ኤንድ ዲስ ዩኒየን እዚ ሕብረት እዚ ከዓ ናይ ምንታይ ሕብረት እስኻ ምስ ተኣሚንካ ዘለኻ ሓሳብ ምስ ተኣሚንካ ዘለኻ ነገር እዚ ሕብረት እዚ ከዓኒ ሪዛልትስ ይብል ዚስ ዩኒዮን እዚ ሕብረት እዚ ኣይና ሕብረት እዩ ክኾነለይ ኢልካ ገንዘብ ይብልካ ጥዕናኻ ከምቲ ትደልዮ ይኮነ ዘሎ ግን እምነት ኣለካ ክበፅሐ በቃ ክኾነለይ ኢልካ ዝኾነ ደቀመጥክያ ሰት ድገበርክያ እምነት ኣሎ ፊውዝ ድገበርክያ እምነት ኣሎ ሶ እዚ ሕብረት እዚ ከዓ ኣብ መንጎኻን ኣብ መንጎ እቲ ንስኻ ትደልዮ ዘለካ ነገር ዝተፈጠረ ሕብረት እንታይ ይብል መሲልኩም

ኣብ ውሽጥኻ ዘሎ በረኸት ኣብ ውሽጥኻ ዘሎ ተኣምር ኣክቲቬት ንክኸውን ይገብሮ ንክበራበር ንክትስእ ይገብሮ ንኣብነት ምስ ሙሉእ በረኸትና እዩ ፈጣሪ ፈጢርና ከምዚ ክብለኩም ፀናሕኩ እዩ ግን ንኣብነት ካልኣይ ግዜ እውን ክንደግሞ ስለ ዝኾና ዝክላስ ደም ወሪ ምክንያቱ ብዙሕ ግዜ ኣብኡ ከነጥፍ ኢና ንኣብነት ኤቲኤም እንተ ሪኢኹም ማለት እዩ ንኣብነት እዛ ኤቲኤም ናተይ ሓደ ሚሊዮን ኣለዋ ንበል ግን ባንኪ ከይደ ኣክቲቬት እንተዘይገይረ እያ ኤቲኤም እንተ ከውፅእ ኢለ እትያ ኣብ ኤቲኤም ተውፀለይ ኣብቲ ማሽን ባንክ ኣክቲቬት ተዘይገይሮም ኣይትፈልጥን ኣይኮነ ሒዝኩም ንለኹም ማለት ኣክቲቬት እንተዘይገይሮም ኣንሶም ወላ ሓደ ሚልዮን ሃሉ ዓሰርተ ሽሕ ወላ ኣይተውፅን ኣይኮነን ኢና ዝሓፍተይ ኣይተውፅን ሓቀይ ግን ማለት እዩ ደሞመንት ማለት እዩ ከይደ ኣብታ ህሞት እቲኣ ግን ቶም ባንክ ኣክቲቬት እንተ ገይሮም ድሌቲ ዓይነት ነገራት ከውፅእ ክእል ኣብ ካብዚ ኣይኮነን ሒዝኩም ንለኹም ሕጂ ከዓ ማለት እዩ ኩሉ ንሕና እንደልዩ ነገራት ምሳና ይደሎ ኩሉ ንሕና እንደልዮ ጥዕና ንሕና እንደልዮ ሃብቲ ኤኒቲንግ ኩሉ ነገር ምሳና እዩ ዘሎ ጋይስ ግን ኣክቲቬት ክኾን እንተ ኮይኑ ኣክቲቬት ክኾን እንተ ኮይኑ ካባና ክወፅእ እንተ ኮይኑ ክግለፅ እንተ ኮይኑ ግን ፍቓድና ሓትት እዩ ናይ ምንታይ ፍቓድ ናይ እምነትና ፍቓድ ክልር ስለዚ ንሓደ ነገር እተ ኣሚንካ ኣብ ውሽጥካ ዘሎ ብቕዓት ኣክቲቬት ይኾን ጥዕና ከመንጭ ዝኽእል በረከት ኣብ ውሽጥካ ይምንጭው ገንዘብ ከምፅእ ድኽል በረኸት እንዳመንጭኦ ይመፅእ ኣክቲቬት ይኸውን ክሊር ሕዝኩም ንሎም ኣክቲቬት እንዳኾነ ይመፅእ ኤንድ ይብል ብድሕሪኡ ኢን ዘ ኣክቲቬሽን ኤንድ ፕሮጀክሽን ኦፍ ኢትስ ፕሎትስ ፕላንስ ኮንዲሽንስ ኤንድ ሲርከምስታንስስ ብኸመይ ገንዘብ ክረክብ እዩ ሕቶ ንሓቀይ ብኸመይ ኣታዊ ከመሓይሽ እዩ ብኸመይ ከምዚ ክገብር እዩ እዚ ብኸመይ ድብል ደሎ ሕቶ መን እዩ ድምልሶ እንተ ኢልኩምኒ እምነትና እዩ ድምልሶ ምስ እምነትና ፈጢርና ዘለና ሕብረት እዩ ድምልሶ ፕላንስ ኮንዲሽን ገለ ክንብል ከና እቲ ንሕና ንደልዮ ነገር ጥዕናና ፈውስና ንጥዕናና ፈውሲ ንገንዘብ ንጅባና ንቢዝነስና ዝኾነ ፕላን ኤኒቲንግ ንሕና እንደልዮ ነገር ገና ዘይተፈጠረ ንደለና ድፈጥሮ እምነትና እዩ ምስ ሓደ ነገር ፊዝ ክትገብር ክትጅምር ከለካ ኣሚንክያ ስለ ዘለካ ቅድሚ ሕጂ ተራእይካ ዘይፈልጥ ነገራት ክረኣየካ ይጅምር ኣብ ቅድሜኻ ቅጅል ቅጅል ቅጅል እዋ ኣበይ ነይሩ ክሳብ ትብል ወኣበይ ነይረ በኣነ ክሳብ ትብል እምነትካ ፊዝ ክገብር ክጅምር ከሎ ብእምነትካ ብዙሕ ነገራት ግለፀልካ ብእምነትካ ብዙሕ ነገራት በቃ እንዳበረህልካ ብርህርህ እንዳበለልካ ግልፅልፅ እንዳበለልካ ይኸይድ እዚ ኩሉ ነገራት በቃ ብኸመይ ንዝብል ሕቶ ንምልሶ ኢሰ ኣር ብሊፍ ምስቲ ነገርት እንተ ፊዝ ክንገብር ክኢልና ብኣእምሮና ንዑ ደጋጊምና ንሪኦ ደጋጊምና ንኣምኖ ክኾነለይ እዩ እንተ ንብል ሃሊና ንዓና ዘድለየና ጥዕና ንዓና ዘድለየና ፈውሲ ንዓና ዘድለየና ገንዘብ ሰብ ቦታ ኤኒቲንግ ኩሉ ነገራት ኣክቲቬት እንዳኾነ ኣብ ፕሮጀክት ማለት እንታይ ድዩ መሲልኩም ጋይስ ንኣብነት ምስሊ ናተይ ኣብ ላፕቶፕኩም መፂኡ ኣሎ ሓቂ ኣብ ሞባይልኩም ፕሮጀክት ኮይኑ ኣሎ ማለት እዩ ኣሎ ሓቀይ ፕሮጀክት ትርኢኑ ኣሎ ኣይኮነ እንዴ ስለዚ ምስሊ ፕሮጀክት ከም ተኮይኑ ደሎ በቃ እምነትካ ክትሕዝ ክትጅምር ከለካ ነቲ ነገር እቲ ፊዝ ምስኡ በቃ ክትወሃሃድ ክትጅምር ከለካ ትጠራጠረሉ ምንም ነገር የለን ከምኡ ክኸውን ክጅምር ከሎ ከዓ ማለት እዩ ፕሮጀ ኣብ ቅድሜካ ፕሮጀክት ይኾን ግልፅ እንዳበለልካ ይመፅእ ኣበይ ነይሩ ክሳብ ትብል ኣሎ እኮ ተፈጢሩ እዩ ነይሩ ናብ ድኾዶ እኮ የብሉን ኣብ ትሕቲ ፀሓይ ሓድሽ ነገር የለን ነዚ ነገር እዚ ንክትርኢ ግን በቃ ኢስ ጀስት ዓይንኻ ምብራህ እዩ ብእምነት ልብኻ ምንክብኻብ ጥራይ ስለዚ እቲ ነገር እቲ ከዓኒ ግልፅ ኢሉ ይረኣየካ ማለት እዩ ፕሮጀክት ይኸውን ኣብ ቅድሚኻ this is how belief works clear ሒዝኩም ኣለኹም ጋይስ ስለዚ እምነትካ በቃ እቲ ተፈጢሩ ዘሎ ነገር ንክትርኢ ሕግዘካ ኣብ ቅድሚኻ ፕሮጀክት ይኾን ሓሲብካ ዘይትፈልጥ ነገር ፈጣሪ የምፀልካ ሓሲብካ ዘይትፈልጥ ነገር ኣብ ቅድሜኻ ድብ ይብለልካ ሓሲብካ ዘይትፈልጥ ነገር ቧ ኣሎ ዲኻ ክሳብ ትብል ኩሉ ነገራት እንዳፈሰሰ ይመፅእ ናይ ብድብ የሎ ክብል ኣለኹ ኣነ ንኣብነት ሓደ ሰብ ኣሚኑ ሚእቲ ዶላር ገለ ዝሰደለይ ማንም ሰብ ኣይነበረን ሶ ኣነ እኮ ኢለ ቀደም እምነተይ ከምኡ ነይሩ ይ ኣነ እኮ ድሕሪ ግዘ ንሰብ የለን ዋይ ናትና ቤተሰብ ዝታይ ማዕት እዩ ወደ ድበልኩሉ ሰዓት ነይሩ እዩ እዞም ሞመንት ግን እዛ ነገር እዚኣ ክቕይራ ምስ ጀመርኩን እምነተይ ክኽልሶ ምስ ጀመርኩን ግን ኣይ ዶንት ኖ ብኸመይ ከም ዝመፀ ጋይስ ማለት ቅድሚ ሕጂ ንፋለጥ ንሓቀይ ጀስት ብኣካል እውን ከይተራኸብና ነርና ግን ማዕረ ክንደይ ኣሕዋተይ ኮንኩም ማዕረ ክንደይ ንዓይ ኣሚንኩም ግን ኣነ ድሃብኩ ኣገልግሎት የድልየና ኢልኩም ግን ክትሰዱለይ ክኢልኩም ኣለኹም ኣብይ ነይሩ ክሳብ ዝብል እዩ ማለት ኣበይ ነይሩ እኮ እዩ ቅድሚ ሕጂ ሒዘ እየ ዝድቅስ ሒዘ እየ ድትስእ ነይረ ኩላትና በረኸትና ሒዝና ኢና ንድቅስ ሒዝና ኢና ንትስእ ብሰሪ እምነትና ግን ንስእኖ ኢና ዘለና ፍርሕና ድዩ ወይ ዝኾነ ተቀናነሰ ጥርጣረና ድዩ ግን ዓይንና ስለ ዝሸፈኖ እዩ ይግበአኒ ዝበልናዮ ነገር ናባና ምምፁ ዶ ይተርፍ ዝኣመንናዮ ነገር በቃ ናባና ምምፁ ዶ ይተርፍ ብኸመይ እንተ ኢልኩም በቃ ኣብ ቅድሜኻ እዩ ፕሮጀክት ድኾ በቃ ማዕረ ክንድዚ ቀሊል ገንዘብ ምርካብ ማዕረ ክንድዚ ስጋብ ድብል ሰዓት እዩ ኮይኑ ኣበይ ነይሩ ክሳብ ድብሎ እዩ ዝኾነ ዝተጨነቕኩላ ሰዓት ኮላ ብእግረይ እንዳኸድኩ ኩላትና ንሓልፎ እዩ ብእግረይ እንዳኸድኩ ገንዘብ የብለይን ግን ሽዑ እውን ነይሩ እዩ እዚ ነገር እዚ ክሊር ጋይስ ንስኹም ነይርኩም ኩሉ ነገራት ነይሩ ዛላ እዚ ደሎ ካሜራ በልዎ ገለ በልዎ ንስኹም በልዎ ኩሉ ነገራት ነይሩ እዩ ክገብሮ ክእል ነይረ ቅድሚ ሕጂ ግን ፊዝ ኣይገበርኩን ነይረ ግን ሕብረት ኣይፈጠርኩን ነይረ ሕብረት ምስ ፈጠርኩ ግን እዚ ነገር እዚ ክገብሩ ኢለ ምስ ኣመንኩ ግን ናባኹም ክበፅሕ እዚ ስልጠናታት ከካይድ ብዙሕ ነገራት ከተግብር ግን ክኢለ ኢትስ ኦል ኣባውት ኣወር ብሊፍ እምነትና ጥራይ ወሳኒ ተዩ ስለዚ ብኸመይ ንድብል ሕቶ ኣነ ሕጂ ኣደነ ሕጂ ክነግረኩም ውልሲ ፅቡቅ ጌርና ክላስ ወሲድና ስለ ንሪኣ ብሰፊሑ ሙሉእ ክላስ ወሲድና ሎ ኦፍ ቫይብሬሽን ድብል ኣሎ ምስ ሎ ኦፍ ኣትራክሽን ክንርኢ ከለና ፅቡቅ ጌርና ክንሪኣ ኢና ካብ ኔክስት ዊክ እዛ ጥቕሲ እዚኣ ሕመረትና ሂወታ ሒዛ ደላ ጥቕሲ ጥ ከይመስለና ጋይስ ሂወት እዩ እዚ ኢስኖት ጥቕሲ ገለ ኣይኮነን

ኣብ ሰውነትካ ዘሎ ሕማም ካብዚ ሕጂ ደጨነቐካ ዘሎ ሽግር ካበይ ኮንካ እንድዩ ወልትራ እዩ ሓፍ መቢ ነካ ዓለም ኢኻ ትፈጥር ክሊር ኣብ ዘይረኣይ ነገር ኢኻ ትኣምን ኣይኮነን እዩ ድረኣይ ነገር ኮ ድረኣ እዩ ምንም ክትኣምኖ እውን ኣየድልየካን እዩ ኣይኮነን እዩ ጋይስ ግን ባዕልኻ ዓለምካ ትፈጥር ብቐዳማይ ድኣ ድፈጠርናይ ዓለም ኣላ ሓቀይ ኣብ ከምዚ ኢማጂን ንገብሮ ነበርና በቃ እሱ ናትካ ኒው ኮንሽስ ኣዌርነስ ዝኾን ንሱ እዩ ንሱ ካልእ ዓለም ኣይትበል እሱ ዓለም እያ ትብል ማለት ፊልም ናትካ ፊልም ንሳ እያ እዚ ህይወት እያ ትብል ንስኻ መን ይድፈልጦ ንስኻን ፈጣሪኻን ጥራይ ሕብረት ፈጢርካ ኣለኻ ምስ ፈጣሪኻ ካልእ ሰብ ዘይክረኣዩ ይኽእል እዩ ፊልም እኮ ማለት እዩ ክትስራሕ ከላ እኮ ይትረኣዩና ክትወፅእ ከላ እያ ትረኣይ ኣይኮነ እንዴ ፊልም ትረኣይ እኮ ክስራሕ ከላ እኮ ፊልም ኣይትረኣይና ስለዚ ፊልምካ ናትካ ፊልም ትሰርሓ ኢካ ባዕልካ በቃ ደራሲ ኣስኻ ዳይሬክተር ኣስኻ እሱ ጥራይ ዝረኣየካ ዘን ከዓኒ ዝኾነ ሰዓት ተሓቲማ ትወፅእ ዝኾነ ሰዓት ናብ ኩሉ ሰብ ትረኣይ ነገር ትኸውን ንዓኻ ግን ኢች ኤንድ ኤቭሪ ደይ ንሱ ይድረኣዩካ ንሱ እዩ እምነትካ this is not በቃ ዝኾነ ጥቕስ ይኮነን ጋይስ በቃ ናይ ህይወት መምርሒ እዩ ክሊር በቃ እዩ ሲኢት በቃ ካልእ ሰብ ምናልባት ዝኾነ ገንዘብካ ስለ ዘይብልካ ወይ ዝኾነ ነገር ስለ ዘይብልካ ጥዕናኻ ስለ ዘይተመለሰ ንሱ ክመስሎ ይኽእል እዩ ግን ይነው ዩሲ ዕውታት ዝበሃሉ ሰባት መጨረሻ ሂወቶም ሪኦሞ እዮም ካብ ሕጂ ሰዓት ድጅምሩ ስለዚ ንሕና እውን ዕውታት ክንኮን ተራኢልና ዊ ጋደ ሲ ኣብ ኣእምሮና ደይ ኤን ናይት ንሱ ጥራይ ክንሪኦ ክንክል ኣለና ኢማጂኔሽናትና ክንጥቀመሉ ክንክል ኣለና ይብላ ኢሲር ወርክሾፕ ማለት በቃ ናትካ ናይ ስራሕካ እዩ ንኣብነት ወርክሾፕ ኣሎ ሓቀይ ዝኾነ ሸውሩም ደለዎም ኣለዎ ንኣብነት ዕንጨይቲ ገለ በለዎ ክስራሕ ከሎ ሸውሩም ኣለዎ ኣይኮነን ኬድካ ትርእየሉ ወርክሾፕካ ኣሎ ዝሰርሕሉ ማሽን ኣሎ It is your workshop ይብል and if you are observant እቲ እስኻ ብኣእምሮኻ ትርኢ ዘለኻ ነገር ኦሬዲ ዓለምካ ኣብኡ ኢኻ ትሰርሕ ናትካ ወርክሾፕ እዩ ፊልምኻ ትስርሕ ንኣብነት ሆሊውድ ገለ ድበሃል ኣለ ሓቂ ፊልሞም ዝሰርሕን ናትካ ወርክሾፕ ከዓ ኣእምሮኻ ኢማጂኔሽን ናትካ እዩ and if እንተ ክትዕዘብ ክኢልካ ከዓ ይብል you will see outer reality shaping itself upon the model of your imagination በቲ ኣብ ኣእምሮኻ ድረኣኸ ቅርፂ ከዓኒ ኩሉ ነገራት ቅርፂ ክሕዝ ክትርኢ ኢኻ ይድብለሉ በቲ ብኣእምሮኻ ዝረኣኻዮ ቅርጺ በቃ እታ ኣረጋዊት ዓለም ስካዕ ስካዕ ክብል ሕማምካ ካብ ሰውነትካ እንዳጠፈ ክኸይድ ጥዕናኻ እንዳተመለሰ ንስኻ ብኣእምሮኻ ዝረኣኻዮ ነገራት በቃ ኣብታ ኣረጋዊት ዓለም ክትርእዮ ተጀምር ገንዘብካ ድኽነትካ ነበረ እንዳጠፈ ገንዘብ እንዳረኸብካ ስራሕካ እንዳተኸፈተ ሰባት እንዳረኸብካ ኣታዊኻ እንዳተመሓየሸ ገለ በቲ ብኣእምሮኻ ዝረኣኻዮ ነገር ሕተቱ ክወሃበኩም ክሳብ ዝኾነ ብኣእምሮኻ ዝረኣኻዮ ነገር ኣብታ ደጋዊት ዓለም ቅርፂ ክሕዝ ትርእዮ ማለት እዩ ክሊር This is amazing ክንደግሞ ስለ ዝኾና ብዛዕባ ልኡኽ ቫይብሬሽን ዳርኣና ዊብልሲ ፅቡቅ ጌርና እታ ንስኻ ትፈጥራ ዓለም እንተ ፈጢርካ ንዓ ክትሕዛ እንተ ክኢልካ ብኣእምሮኻ ዓለምካ ንሳ ትኾን እንተ ኮይና ኣብ መጨረሻ ሕተቱ ክወሃበኩም ዝበለ ፈጣሪ ብእምነት እንተ ክትሓተ ክኢልካ ብኣእምሮኻ ዝረኣኻዮ ነገር ኣብ መሬት እዩ ደውርደልካ ኣር ክሊር ጋይስ ብሓንሳብ ኣለና የስ ጋይስ ኣለና ኣለና ስለዚ ገዛ ኣርስና ንፈትሽ ይስበቅ ኢስ ቾይስ ሂወት በቃ ምርጫ እዩ ካልእ ኣይኮነን ስለዚ መሪጽካ ኣየናይ ዓለም ንስኻ ትመርጽ እዩ ነዚ ሕጂ ዘሎ ሽግራት ነዚ ሕጂ ዘጋጥመና ዘሎ ሕጽረታት ንዕኡ ዲና ኢድና ንህበሉ ወይስ ነቲ ብኣእምሮና ንስእሎ ዘለና በረኸትና ንክንቅበል ዘኽእለና ብሉጽ ዝኾነ ሂወትና ንዑና ንማረኸሉ እዩ ክሌብ። ህይወትና ንምቕያር ሓንቲ ተድልየና ነገር ተድኣ ሃልያ ውሳኔኣ ገዛእ ርእስና ክንቅይር ተድኣ ወሲንና ናይ ማንም ሓገዝ ኣየድልየናን እዩ። ክሳብ ሕጂ ግን ናይ ካልኦት ሰባት ሓገዝ እንተድኣ እንደሊ ኮይና ማንም መጺኡ ኣይሕግዘናን እዩ። ገዛእ ርእስና እንተድኣ ሓጊዝና ግን ጥበበኛታት እንተድኣ ኮይና ግን ገዛእ ርእስና ብምቕያር ኩሉ ነገራት ክንረኽቦ ኢና። ኣብዚ ስልጠና እዚ ድማ እዞም ምስጢራት ብምጥቃም ዝደለናያ ነገራት ናብ ህይወትና ንኸነምፅእን በረኸት ንኽንቋደስን ዘኽእሉና ብሉፃት ምስጢራት ንዘመናት ዝተሰወሩ ናይ ህይወትን ዓወትን ምስጢራት ኣዳሊናልኩም ኣለና።